ሰላም ሰላም ሃመይ ኣለኹም ሄለና እየ ንብዝሕ እዋን ብቪድዮ መጺኤኩም ኣይፈልጥን ንእሽተይ ኣዕሪፈ ነይረ ብዝኾነ ምኽንያት ከመይ ኣለኹም ኣነ ደሓን እየ እስቲ ደጊም ብኸምዚ ናመጻኹ ከዋግዐኩም እየ እሞ ቅድሚ ሕጂሲ ኣብ ቲክታክ እና ኣብ ፌስቡክ ሓንቲ ቪድዮ ሰሪሐ ነይረ ብጣዕሚ መነጋገሪት ነይራ ብዙሓት ፈትዮምዋ እዮም ብጣዕሚ ብጣዕሚ ብዙሓት ፈትዮምዋ ነይሮም ዝተወሰኑ እውን ኣይፈተውዋን ነይሮም ግን ግድን ከምኡ ክኸውን ስለ ዘለዎ ደስ ኢልኒ እዩ ምኽንያቱ ዝኾነ ሓሳብ ክትህብ ከለኻ ዝተወሰነ ኣካል ይድግፈካ ዝተወሰነ ኣካል ከኣ ይቃወመካ ምኽንያቱ ፋክት ወላ ፋክት ትኹን ዘወይ ንርደኤላ መንገዲ ግን ዝተፈላለየ ስለ ዝኾነ ብዙሓት ዘይተስማዕምዕሉ ጉዳይ ነይሩ ብዙሓት ድማ ዝፈተውዎ ነይሮም እና ኣዴኻ ዶ ትበልጽ ሰበይትኻ እዩ ዝብል ነይሩ እዚ ሓሳብ ልመጀመርያ ግዜ እየ መጽሓፍ ቅዱስ ቀሊዐ ብዛዕባ ሰበይትን ብዛዕባ ስብኣይን ብዛዕባ ወለዲ እንታይ እዩ ዝብል ዝብል ስፍሕ ዝበለ ፕሮግራም ሰሪሐ ነይረ እግዛብሄር ይመስገን ብዙሓት ስለ ፈትዮምዎ እዮም ማለት ሓደ ሓደ ግዜ ዘይድፈሩ ነገራት ኣለዉና እና ንሳቶም ክድፈሩ ከለዉ ኣብ ዝኾነ ሰዓት ግልጺ ክኸውን ዘለዎ ግልጺ እዩ ዝኸውን እና ብዙሓት ፈትዮምዎ ኔሮም ብዙሓት ደቂ ተባዕትዮ ኢለ ዘይፈተውዎ ኔሮም ብዙሓት ደቂ ኣንስትዮ ውን ከምኡ ማለት እዩ ማህመት ከመይ ጌርካ እያ ኣዴኻ ሲ ምስ ሰበይትኻ ትወዳደር ገለታት ዝብል ኔሩ ይርድኦም እየ ናይ ኩሉ ሰብ ነናይ ባዕሉ ዝኾነ ሌቭል ናይ ፍልጠት ኣለዎ እንድዩ ርድኢት ኣለዎ እንድዩ ስለዚ ሓደ ሰብ በቲ ዝበጽሖ በቲ ዝተረድኦ ክንሰምዖና ኣንደርስታንድ ክንገብሮ ክንፍትን ግዴታና ስለ ዝኾነ ኣንደርስታንድ ገይረዮም እየ ተቐቢለዮም እየ ኢለ ፈትየዬ እየ ኢለ እቲ ሓሳብ እና ስለዚ እቲ ፊድዮ ታይ እዩ ዝብል ኣዴኻ ዶ ትበልጽ ሰበይትኻ እዩ ዝብል እና ሎማዓንቲ ከስምዐኩም እየ ድሕሪ ሕጂ እውን ኣብ ዝኾነ ሚድያ ክልተ ሓደ ወድን ሓንቲ ጓል ኣነስተይትን ጓልሲ ትሕቲ ወዲ እያ ናበሉ ሰሚዐሲ ሲሬስሊ ጓል ትሕቲ ወዲ ድያ ናይ ብሓቂ ዝብል ብዛዕባሲ እውን ክሰርሕ ደልየ እየ ዘለኹ እሞ ስለዚ ሎማዓንቲ ከም መእተዊ ክኾነና ድሕሪ ነዊሕ እዋን ውን ስለ ዝኾነ ብኸምዚ ብምስሊ መጺኤኩም ዘለኹ ትኣኽለና እያ እታ ቪድዮ ስምዕዋ ኢኹም ሓደ ሓደ ትህቡኒ ርኢቶታት ውን ኣብ ኮሜንቲ ቀምጥሎ ኢኹም ምናልባት ብዙዚ መልክዕ እዚ ንዒ እዚ ነገራት እዚ ስርሕና ትብሉ ንትሃልዩኩም ውን ኣብ ኮሜንቲ ኣቀምጥሎ ኢኹም እዚ ትሰምዑ ዘለኹም ድማ በተለይ ንብዙሕ እዋን ትከታተሉኒ ዝነበርኩም ጸጥ ኢልኩም ዘይፈልጠኩም ኣነ ንስኽን ግን ትፈልጡኒ ዓይነት ሰባት ተሃሊኹም ለለ ኳዕ ዳሕና መጻኺ በሉ ኳዕ ዳሕና መጻኺ ኢልኩም ኣዳምጹ ኢኹም ምኽንያቱ ኣነ ማዕሪ ክንደይ ክንደይ ሰባት ትከታተሉኒ ኣለኹም ማዕሪ ክንደይ ከትርድኡኒ ኣለኹም ዝብል ናይ ባዕለይ ዝወስዶ ነገር ስለ ዘሎ ማለት እዩ ስለዚ ናብታ ቪድዮ ነብል ብደንቢ ስምዕዋ ኢኹም ብዙሕ ነገር ትመሃሩላ ኢኹም ንካልኦት ንክባፃሕ ምእንታን እውን ሼር ግበሩ ኢኹም ሳብስክራይብ እውን ግበሩ ላይክ እውን ግበሩ ናብዛ ቪድዮ ንኸድ ኣዴኻዶ ትበልጽ ወይስ ሰበይትኻ? ኣብ ማሕበራዊ ሚድያ ብዙሓት ኣሕዋትና ፖስት ናበሉ ናተኻራኸሩሉ ይውዕሉ ኣለው ኣነ ኻኣ ኣብ ኮሜንት ኣትየ ናሳሓቕኩ ይውዕል ኣለኹ እግዚኣብሔር ይመስገን ምንጪ ሳሓቐይ ኾይንኩምለይ ትፈልጡዶ ጳውሎስ ሳልሳይ ሰማይ ዝበጽሐ ንየሱስ ኣብ ደማስቆ ፊት ለፊት በዒንቱ ዝረኣየ ኣካል ምስጢር ስብኣይን ሰበይትን ምግላጽ ኣዊዎሲ ኣነ ግን ብቤተ ክርስትያንን ብክርስቶስን መሲለየ ኣለኹ ግን ድማ እዚ ምስጢር ዓቢ እዩ ኢሉስ ዓጽይዎ ከይዱ ኣብ ኤፌሶን ንስኻትም ግን ገና ሰበይቲ ዶ ትበልጽስ ወይስ ኣዴኻ ናበልኩም ትውዕሉ ኣለኹም እዚ እንታይ የርኢ መስለኩም ገና ስጋውያን ምዃንኩም፣ መንፈሳዊ ነገር ክትምርምሩ ዘይምኽኣልኩም፣ መንፈሳዊ ነገር ክትርድእዎ ብዘይምኽኣልኩም ምዃኑ ንዓይ ንምርዳእ ቀሊል እዩ። ምኽንያቱ እቲ ቃል ሃሙ ሃምስ ሃሙ ስለ ዝብል ማለት እዩ። ምስጢር ስብኣይን ሰበይትን ጳውሎስ እኳስ ምግላጽ ኣዊዎ እዚ መጀመርያ ኣክሴፕት ንግበሮ ወንጌል ዝተቐበልናዮ ኣንሕና ኣህዛብ ዝነበርና ካብ ጳውሎስ እዩ ናትካ መምህር ጳውሎስ እዩ ማንም ኣይኮነን ጳውሎስ እኳሲ ክርድኦስ ኣይከኣለን ከቢድዎስ በቃ ብቤተ ክርስቲያንን ብክርስቶስን ኢሉስ ዓጽይዎ ከይዱ ንስኻትኩም ግን እንታይ ዝኾነ ሰበይቲ እያ ጓና እኮ እያ ገለ ናበልኩም ኣነስኹም ሃመይ ጌርኩም ክትሕዙ ከም ትኽእሉ ገና ካብ ሕዚ እዩ ተምህሩና ኣለኹም ኣይኮነን ምስጢር ስብኣይን ሰበይትን ዓሚቑ እዩ ንሕና ንምግላጽ እውን እንኽእሎ ኣይኮነን ግን ድማ ኣውዚ ዓዲ ናብ ልዕሊ ሰበይትኻ ምኻድ ምስ ወለደትልካ ላብ ደቅኻ ምድሃብ ገለታት ገለታት ስለ ልተለመደ ምስጢር ስብኣይን ሰበይትን ምርዳእ ኣብዩኩም እስቲ ንእሽተይ ልማዓንቲ ካብታ ጳውሎስ ዝበላ ከምድበልኩምዎ ዝተወሰነ ነገር ምርዳእ ተኸኣልኩም ተኾነ ኣብ ኢድኩም መፅሓፍ ቅዱስ ሓዝሞ ኣብ ገዛኹም ኮንኩም ኣንብብዎ ኢኹም ተዘይኮይኑ ግን ንእሽተይ ኣነ ከምድበልኩም እየ ንክርስቶስ ካብ ዘለኩም ፍርሓት ንሰ ንሳትኩም እዙዛት ኩኑ ንሰ ንሳትኩም ኣዚኣ ሓዝለ ኢኹም ኣትን ኣንስቲ እውን ከም ንክርስቶስ ጌርክን ንሰብኡትክን ተኣሰዘኦም ከምቲ ንክርስቶስ ርእሲ ቤተ ክርስቲያን ዝኾነ ሰብኣይ ከኣ ርዕሲ ሰበይቱ እዩ ክርስቶስ ድማ ናይታ ሰብነቱ ዝኾነት ቤተ ክርስቲያን መድሕን እዩ እሞ ከምቲ ቤተ ክርስቲያን ንክርስቶስ እትእዘዞ ከምኡ ድማ ኣንስቲ ንሰብኡትክን ብኹሉ ተኣዘዝኦም። ኣብ ላዕሊ ግን እንታይ ኢሉ? ካብ እንሰ ንሳትኩም ካብ ዘለኩም ፍርሓት እዙዛት ኩኑ ኢሉ እዩ። ብዙሓት ሰባት እንታይ ይብሉ ይመስለኩም? ጓል ክትእዘዞ እሱ ግን ስቁኢለ ከፍቅራ ብቻ እዩ ተባሂሉ። ስለዚ ስቁኢለ ዴና ተኣዘዝኩ ክነብር ይብላ። ኣብ ላዕሊ ኣንብብዎ ንሰ ንሳትኩም ተኣዘዙ ተባሂሉ እዩ። ኣብዚ ግን ስርዓት እዩ ዘቐምጥ ዘሎ ከመይ ጌርና ክንነብር ሃምለለና። ንቐጽል ክርስቶስ ንቤተ ክርስቲያን ከም ዘፍቅራ ንባዕሉ እውን ቤዛ ገይሩ ከም ዝሃባ፣ ኣቱም ሰብኡት እውን ነንስትኹም ኣፍቅርወን፣ ብምሕጻብ ማይ ብቓለ ጽሩዩ ምእንቲ ኺቕድሳ፣ ርስሓት ወይ ምጭምዳድ ወይ ድማ ንዕኡ ዚመስል ካልእ ኽፍኣት ዘይብላ፣ ቅድስትን ነውሪ ዘይብላን ክብርቲ ቤተ ክርስትያን ገይሩ ንባዕሉ ምእንቲ ኺቕርብ እዩ። ከምኡ ኸዓ ኣቱም ሰብኡት ነተን ኣንስትኹም ከም ሰብነትኩም ጌርኩም ኣፍቅርወን እቲ ንሰበይቱ ዘፍቅር ሓዙለይ እዚኣ እቲ ንሰበይቱ ዘፍቅር ንባዕሉ እዩ ዘፍቅር ከምቲ ክርስቶስ ንቤተ ክርስቲያን ዝከናኸና ኣሰይ ሰብ ንሰብነቱ ይምግቦን ይከናኸኖን እምበር ሰብነቱ ዝጸልእ ሓደ እኳ የለን ንሕና ኸኣ ኣካላት ሰብነት ክርስቶስ ኢና ስለዚ ሰብኣይ ኣቡኡን እንኡን ሓዲጉ ምስ ሰበይቱ ይሓብር፣ ክልቲኦም ከኣ ሓደ ኣካል ይኾኑ። እዚ ምስጢር እዚ ዓቢ እዩ። ኣነ ግና ብክርስቶስን ብቤተ ክርስትያንን እምስሎ ኣሎኹ። ስለዚ ነፍሲ ወከፍ ሰብኣይ ንሰበይቱ ከም ነፍሱ ገይሩ የፍቅራ፣ ሰበይቱ እውን ንሰብኣያ ተኽብሮ ይብል። ምዕራፍ ሓሙሽተ ኤፌሶን ኣለኩም ስለዚ ምስጢር ስብኣይን ሰበይትን እዚ እዩ ክርስቶስ ንቤተ ክርስትያን ምስ ሓጢኣታ ምስ በደላ ማርያም መግደላዊት ዘማዊት ናሃለወት ኣነ ናብ ባዕለይ ሓጢኣት ናሃለየኒ እዚ ትከታተል ዘለኻ ሰብ እውን ብሕውእ ገዛኻ ትገብሮ ወይ ድማ ኣነ ከይፈለጥኩ ወይ እትገብሮ ብዙሕ ነገር ኣለካ ኩለና ሓጢኣተኛታት ኢና ሓደ ስኳ ጻድቕ የለን እቲ ጻድቕ ዝኾነ ክርስቶስ ምንም ሓጢኣት ዘይብሉ ግን ኣፍቂሩኒ ፈትዩኒ፣ ኣጽርዩኒ፣ እንሆ ድማ ከ ኣነ ኣነኳ ኣነኳስ ምስክር እየ። እዚ መኣዛ ኣእምሮ እዚ ወኒነ ሰላም ዕረፍቲ ምስ ኣቦይ ምሕባር፣ ምስ ኢየሱስ ምሕባር፣ ምስ እግዚኣብሔር ኣብ ምሕባር፣ መንፈስ ቅዱስ ከኣ እንሆ ምሳይ እየ ኣሎ። ስለዚ እዚ ምስጢር እዚ ዓቢ እዩ። መጽሓፍ ቅዱስና ዘርእየና ሰብኣይን ሰበይትን ምስ ኣደ ምስ ኣቦ ምስ ሓው ልነጻጸሮ ኣይኮኑን ኣብዚ ዓድና ግን ዝተለመደ ስቕ ኢልካ በቃ ባህላዊ ድያ ክንብሎ እንታይ ኢና ክንብሎ ትኽክል ዘይኮነ ነገራት ስለ ዘለዉ ግን ናብ መጽሓፍ ቅዱስ ቃል ግድፍ ኣቢልኩም ኣብቲ ምድሪ ዘሎ ነገር ስለ ተወዳድሩ ከመይ ገይራ እያ ኣደኻ ምስ ሰበይትኻ ትወዳደር ትብሉ ብስሩ ኣብ ኣብ ወንበር እውን ኣይቅመጣን ኣዴኻማ መጽሓፍ ቅዱስ ይገልጻ እዩ ሰበይትኻ ግን ሰብኣይካ ግን ምግላጻዊ እወ ጳውሎስ ብቤተ ክርስትያንን ብክርስቶስን ኢሉ ዓጽዩና እዩ ከይዱ ኣብ ልተዓጸየ ነገር ኣይትእተዉ ምስጢር ስብኣይን እግዚኣብሔር ኣብ ልዓጸወ ነገር ከዋግዖ ኣብ ዘይደሊ ነገር ኣቲኹም ኣይትመራመሩ ኣይትመራመሩ ማለት ኣብ ልተዓጸየ ነገር ኣይትመራመሩ በቃ ብዛ ልኽእላ ተገሊጹና እዩ ኢየሱስ ክርስቶስ ንጳውሎስ ነጊርዎ በቃ ንስኻ ብቤተ ክርስትያንን ብ ኣነን ወይ ከዓ ብክርስቶስ ብኣየይን ጌርካ ግለጾ ኢልዎ ገሊጹና ከይዱ እዩ ንስኻቶም ግን ሰበይትኹም ጓና ስለ ትመስለኩም፣ ኣብ ልደግነኹም ነገር ስለ ትሓድሩ፣ ብዙሓት ናነኻእኹም ስለ ትውዕሉ ግን በቃ ሰበይቲ ንዓኹም ኣይትፈልጥዋን። ክነግረኩም ሓቚፍኩምዋ ዝሓደርኩም ነብሲ ኩላ ከም ሰበይትኹም እያ ትረኣ። ኣብ ልዕሊ ሰበይትኻ ምኻድ ኣብዚ ምድሪ እዚ ክንመጽእ ከለና ሓንቲ ሰበይቲ ንሓደ ሰብኣይ ብቻ እዩ ተፈቒድና። ካብዚ ልልየ ለሎ ዝሙት እዩ ሓጢኣት እውን እዩ ኣብ እግዚኣብሔር እውን ተቐባልነት የብሉን። ኣነ ናይ ሓንቲ ሰብኣይ ብቻ እየ ስብኣየይ እውን ናተይ ጥራሕ እዩ ካሊእ ኣይክእልን እግዚኣብሄር ንዓይ ክርኢ ከሎ ምስኡ እዩ ዝርእየኒ ንዕኡ ክርኢ ከሎ እውን ንዓይ እዩ ዝርእየኒ ቅድሚ ሐዚ ብዙሕ ነገር ኣጥፊእና ንኾን ንኽእል ኢና ኩልና ብዙሕ ጥፍኣት ክህልወና ይኽእል እዩ ሐዚ ግን እዚ ነገር እዚ ኣብ ንሰምዐሉ ግዜ ግን ደው ክነብል ኣለና ዘይትምርዐዋ ተኾይንካ ኣይትንከእያ ንዕኡ እዩ ዘድለኻ ኣፍትዮ ፍትዮ ፍቲና ነኻኸእኻ ስለ ትመጽእ ታእያ ሰበይትኻ ክትብል ንምንታይ ምስታ ቅድሚኣ ንበረት ሓቢርካያ ዝደቀስካ ሰበይቲ ስለ ተነጻጽራ እዩ እቲ ሓቂ ግን ንሱ ኣይኮነን ዝሓወይ ሰበይትኻ ሰበይትኻ እያ ኣካልካ እያ ባዕልኻ እያ እዒንትኻ ጎልጉልካ ትውጽኦ ዶ ኣስናንካ ባዕልኻ ተርግፎ ዶ ኣይትኽእልን ልክዕ ከምኡ እውን ሰበይትኻ ከምኡ እያ ኣቲ ጓል ኣንስተይቲ እውን ሰብኣይክ ከምኡ እዩ ስለዚ ኣብ ዘይምንፈልጦ ነገር እናኣተና እናሓምዘቑን ኣይንውዓል ሚስጥር ስብኣይ ሰበይትን ሕጂ እውን ዓብዪ እዩ ሻሎም ብነኮብ ሰላም